ምኽንያቱ እቲ ሰትልመንት ሰርቪስስ ዋን ቱ ዋን ዝወሃብ ኣሎ ዌር ሰርቪስ ፕሮቫይደር ኣብዚ ኮይኑ በዚ ካብቲ ክላየንት ወይ ኣባል ክኸውን እዩ ሓሓንሳእ ከዓ ብዝሕ ዝበሉ ሰባት ኣለዉ ወይ ሰብ ሞያ ሰባት ፀዊዕና ከዓ ንዖም ዘድልዮም መብርሂታት ስለ ንህብ ኣብኣ ከሎም ካልእ ቦታ ከይከድካ ነዚ ኮንቨርት ብምግባር ናብ ቦርድ ንምቕየር ማለት እዩ እዚ ትንቀሳቐስ ተቐዲም ንወሰድ ኣብኡ ከለካ ሰብ ብሓንሳእ ኮይኑ ፕረዘንተሽን ኣሎ ተኾይኑ ብተለቪዥን ዝረኣ እዩ። ይወሃቦም በዚ ጎኒ ውን ዋይት ቦርድ ኣሎ ሽፒን ስለ ደንጎየና ኢሎም እዩ ስለዚ እዚኣ ክልተ ብ ሓደ ማለት እዩ ስፖንሰር ናይ ሰትልመንት ሰርቪስ ተደመሮ ናይ ቦርድ ሩም ኣኼባ ናይ ቦርድ ይኹን ናይ ስታፍ ሩም ኣብዚ ይካየድ እዩ። ሪሰፕሽን ዴስክ ናትና እዩ። ዮናስ ንኹሉ ኣባላት ዘያዮ ክተጋደል ዝውዕል ዝኾነ ሰርቪስ ኣብዚ ኣብ ዌልካም ኢና ትሒዝካ እቲ ሰርቪስ ዳይቨርት ናይ ምግበሪ ቦታ ናብ ኩሉ መኣዝናቱ ናብ ካልኦት ክፍልታት እዩ ናብ ዝቢ ናብ ካልእ ድዩ ዝምራሕ ኣሎ ቦታ ሪሴፕሽን ወል ፅቡቕ ብዩ ኣሎ በቲ ሓደ ወገን ብድሕሬና እንተሪእናዮ ፕላስ ኣብቲ ኩሉ ዝኾነ ሪሴፕሽን ቦታ ኣሎ ስፖንሰርሽፕ ዲፓርትመንት እዚ ኣብ

ፕራይቬት ናይ በዓል ኦፊስ ክህልዎ ስለ ዘለዎ ናይ ስዋይ ኮመን ነገራት ከምኡ እዩ ናይ በይኑ እዩ ክህልዎ ዘሎ ዝሓለፈ ተምክሮና ግን ኣብ ሓደ ቦታ ይክልዎ ብሓንሳ ኣገልግሎት ዝነበረ ስለዚ ስፕሊት ኮይኑ እዚ ኦፊስ ናይ ፋይናንስ እዩ እዚኣ ሲ ኣንደር ኮንስትራክሽን ኣላ ግን ብሓፈሻ ናይ ሜድያ ናይ ኢካክ ብፍላይ እቲ ሰብና ብስራሕ ለይቲ መዓልትን ክልተ ስራሕ ሰለስተ ስራሕ ዝሰርሕ ስለ ዝኾነ ብኣካል ኣምፂኻ ዝኾነ ዘሎ ዛዕባ ክተምፃሉ ከቢድ ስለ ዝኾነ ከም ፍታሕ ኣብ ሜድያ ተቐሪፁ እቶም ናይ ሰብ ሞያ ሰባት ከም ስቱድዮ ኮይኑ ኣድላይ ዘበለ ሓበሬታ ካብዚ ብቐጥታ ብላይፍ ይኹን ብሪከርድ ዝኾነ ሳውንድ ፕሩፍ ድኮነ ላይት ናቱ ፎካስ ናቱ ዘሎ ቦታ ስቱድዮ ምሉ እዩ ዝስራሓሉ ዘሎ ሶ እቲ ሰብ ኩሉ ሂወቱ ቢዚ ስለ ዝኾነ ኣብቲ ቢዚ ሂወቱካ ጸዊዕካ ከተምጽኻ ከቢድ ስለ ዝኾነ ብሜድያ ጌርና ክንበጽሓሉ ተዳልዩ ዘሎ ኦፊስ እዩ ያ እዚ እውን ቤት ጽሕፈት ናይ ምምሕዳሪ ናይ ዳይሬክተርስ ኦፊስ እዩ So it's open for everybody ዝኾነ ሰብ ኣብ ዝኾነ እዋን ዝኾነ ኣገልግሎት ጎዲልኒ ወይ ገለ ዝብል ኣሎ ተኮይኑ ብቐጥታ

ከምዚ ትሪእዎ ዝፀናሕኩም ቤት ፅሕፈትና ናብ ኖርዝ ኢስት ቀይርናዮ ኣለና። ነዚ ንክንቅይር ዘተባብዓና ምኽንያት እውን ልክዕ እቲ ኮሚኒቲ ሊደርሺፕ ኩሉ ግዜ ነቲ መንበር ክዕግብ ስለ ዘለዎ ኣባል ከዓ ኣብቲ ዝረኽቦ ኣገልግሎታት ዕግበት ምእንቲ ክህልዎ ሓደ ካብቲ ፀገማት ዝነበረ ኣብ ናይ ፓርኪን ኣብቲ ናይ ቀደም ቤት ፅሕፈትና ናይ ፓርኪን ፀገም ነይሩ። ራሕቂ ካብቲ ዝበዝሐ ክፋል ናይ ሕብረሰብና ዝቕመጠሉ ነይሩ። ኣብ ማዕጾ ክትኣቱ ከለኻ እውን ናይ ኣክሰሲቢሊቲ ጸገም ናይ ኤሊቬተርስ ነይርዎ። ብዙሓት ናይ ዕድመ ሰብ ጸጋ፣ ነብሰ ጾር ኣዴታት፣ ስንኩላን ንኽድይቡ ብጣዕሚ ተሪር ዝኾነ ኣስጋሪ ኣስጋላ እዩ ነይርዎ። ብጀክኡ ናይ ብዙሓት ሕብረተሰባት ኣብኡ ኣገልግሎታት ስለ ዝወሃብ እቲ ማዕጾ ዝበዝሕ እዋን ዕጹው እዩ። ቴሌፎን ደዊልካ ስለ ዝኽፈት ብፍላይ ኣብ እዋን ዊንተር ሓንቲ ዶ ኣብ ኣፍደገ ክጽበዩ እውን ከቢድ ኣሸጋሪ ስለ ዝነበረ ነዚ ኩሉ ፍታሕ ክንርእየሉ ስለ ዘለና ናብቲ ዝበዝሐ ክፋል ናይ ሕብረተሰብና ዝርከቦ ከባቢ ኣብ ኖርዝኢስት ኣብ ከባቢ ማልብሮ ነዚ ቤት ጽሕፈት ከፊትና ኣለና እዚ ከኣ ነቲ ኣገልግሎትና ዝያዳ ብቐረባ ነቲ ኣባል ክንህቦ ወይ ከነገልግል ስለ ድመረጽና እዩ ኣብዚ ዘሎ ተወሳኺ ብዙሕ ኣድቫንተጅስ ኣለዎ ካብቲ ዝንበረና ፓርኪን ልዕሊ ሚእትን ሰማንያን መኪና ድኸውን ፓርኪን ኣለዎ ኣክሰሲቢሊቲ ኣለዎ እቲ ኤሌቬተር ኣለዎ ተወሳኺ እቲ ሰንትራላይዝ ዝኾነ ናይ ሂቲን ኤንድ ኩሊን ሲስተም ስለ ዘለዎ ፕላስ ሕብረተሰብና ዝበዝሕ ስድራቤት ስለ ዝኾነ ህጻናት ደቁ ሒዙ ስለ ዝመጽ ኣብዚ ውን ከም መጸበዪ ቦታ ዝኸውን ገፊሕ ዝኾነ ቅርዓት እዩ ደለዎ ያ ስለዚ ነዚ ኩሉ ኣብ ግምት ብምእታው ኣብ ጥቓ ሕብረተሰብና ቀሪብና ኣለና እሞ ቤት ጽሕፈትኩም ዝያዳ ስለ ዝቐረበኩም ንግደትኩም ኣይውሓድ ምጹ ክነዕግበኩም ኢና የቐንየልና። ሰላም ሰላም ኣባላት ኢካክ ስመይ ሱራፌል ክብላ እበሃል ኣብ ኢካክ ከም ሓላፊ ፕሮግራማት ኮይነ እሰርሕ ኣለኹ። ይቀንየለይ።
ሰላም ንኩላትኩም ኣባላት ኢካክ ምሳኩም ዘለኩ ዮናስ እየ ኣብ ኤሪትሪያን ኮሚኒቲ ከም ኦፊስ ኣድሚን ኮይነ ይሰርሕ ኣለኩ ኣገልግሎትና ንምርካብ በቲ ልሙድ ቁጽሪ ቴሌፎንና ከምኡ ውን ናይ ኢሜል ኣድራሻና ወይ ውን ብኣካል ኣብዚ ኦፊስ ብምምጻእ ኣገልግሎት ክትረኽቡ ትኽእሉ ኢኹም። ሰሰናዩ። ሰላም ንኩላትኩም ኣባላት ኢካክ ሽመይ ሕሩይ ኣብራሂም ይበሃል ኣብ ኢካክ ከም ስፖንሰርሺፕ ኮኦርዲነይተር ኣብ ናይ ስፖንሰርሺፕ ዲፓርትመንት የገልግል ኣለኹ ዝኾነ ናይ ስፖንሰርሺፕ ሕቶታት ወይ ንስፖንሰርሺፕ ድምልከት ሕቶታት ብኢሜል ድዩ ብቴሌፎን ወይ ብኣካል መጺኹም ክትረኽቡኒ ትኽእሉ ኢኹም። ሰዓታትና ከኣ ካብ ሰሉስ ክሳብ ዓርቢ ካብ ሰዓት ዓሰርተ ፈረቓን ክሳብ ሓሙሽተ ፈረቓን ኣለኹ ኣነ ማለት እዩ። Thank you። ሰላም ንኹሉኹም ኣባላት ኢካት ስመይ ኣማን ይበሃል ኣብ ኤርትርያን ኮሚኒቲ ከም ኦፊስ ኣድሚን ኣሲታንት ኮይነ ይሰርሕ ኣገልግሎትና ንምርካብ ኢመይል ቁጽሪ ቴሌፎን ወይ ድማ ብኣካል ክትመጹና ትኽእሉ ኢኹም። Thank you። ሰላም ንዓኹም ንብመልእኹም ኣባላት ኢካክ ስመይ ስምረት ንኣምን ይባሃል ኣብ ኤሪትርያን ከምኒቲ ኦፍ ጋልጉይ ከም መንታል ሀልዝ ኣድቫይዘር ኮይነ ይሰርሕ ኣለኹ ነዚ ኣዲፓርትመንት ዝምልከት ሕቶ ዝኾነ ሕቶ ምስ ዝህልወኩም ብተሌፎን ይኹን ብኢሜል ከምኡውን ብኣካል ብምጻእ ክትረኽቡና ትኸእሉ ኢኹም ናትና ሰዓታት ድማ ወይ ነዚ ዲፓርትመንት ክትረኽብሉ ትኸእሉ ሰዓታት ድማ ካብ ሶኑይ ክሳብ ዓርቢ ካብ ሰዓት ዓሰርተ ክሳብ ሰዓት ሓሙሽተ ፈረቓን ዘሎ ግዜ እዩ ከነእንግደኩም ንጽበ thank you። ሰላም ንኹላትኩም ኣባላት ኢካክ ስመይ ሪታ ስብሃቱ ይበሃል ኣብ ኤርትርያን ኮሚኒቲ ከም ተሓጋጋዚት ዳይርክተር ኮይነ ይሰርሕ ዝኾነ ኣገልግሎት ናትና ክትረኽቡ ምስ ትደልዩ ብኢሜል ወይ ከኣ ብኣካል ብምምጻእ